Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሓን ደው ኢልኩም ድሓን ድሓደርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዙይ ማይክሮፎን ሚድያ እዩ ንማይክሮፎን ሚድያ ሓደሽ ዝኾንኩም ከዓ መንቋ ዳህና መፃኹም እናበልና ናይ ኩሉ ሻዕ ብድመፅቲ ናይዚ ቤተሰብ ንኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ክትጅምርዎ እውን ብክብሪ ንሓተኩም ሰማዕትና። እምበኣርከስ እዙይ ካብ በልና እግዚኦ ዘብል ምስጢራዊ ሓበሬታና ቀጻሊ እዩ ሰማዕተይ ቀጻሊ እዩ ተተሓሓዘ ካብ ሓደ ጀሚርኩም ክሻዕታ ናይ መወዳእታ ክንደይ ፓርቲ ከም ዝህልዎ ይንፈልጥን ግን ቶሎ ቶሎ እናምፃናዮ ኢና ዘለና ከም ትርእይዎ ዘለኹም ሳልሳይ በፂሕና ኣለና ሓደ መዓልቲ ራብዓይ እውን ግን ኣምፅእ ንኽእል ግን ኩሉ ክትርእዩ ጎለኩም ኣብ ማእኸል እንተጀሚርኩምዎ ኣብ ሳልሳይ እንተጀሚርኩዎ ፓርቲ ስሪ ፓርቲ ቱ እንተጀሚርኩምዎ ምንም ሙሉእ ሓበሬታ ኣይትረኽቡን ካብ ሓደ ጀሚርኩም ፓርቲ ዋን ፓርቲ ቱ ፓርቲ ስሪ ገርኩም ኢንቨስት ግበሩ እቲ ትኽክለኛ ዝኾነ ሓበሬታ ክትረኽቡ ትደልዩ ትኾንኩም ትኽክለኛ እንታይ እዩ ዝካየድ ዘሎ እንታይ እዩ ተፈጢሮ ኣብ ውድብ ህወሓት ንምንታይ እዮም ተፃሊኦም መን እዩ ዘፃልኦም ዘሎ እዚ ኩለይ እንድሕር ሓበሬታ ክትረኽቡ እትደልዩ ኮይንኩም ጥፍኣተኛ መን እዩ? ክንደይ ከሃፍተ ኣለዎ? መን ክንደይ ገዛ ኣለዎ መቐለ? መን ከ ምንም ንብረት የብሉን? መን ከ ኩሉ መን ከይሕሱ ብምንምንታይ ከይሕሱ እዚ ኩለይ ክትረኽብዎ ትደልዩ እተኮይንኩም እዚ ክልተ ሰለስተ መፅሓፍ ዘፅሕፍ ታሪክ እዩ ንትውልዲ ዝሓልፍ ክንጽሕፈሉም ኢና ግን ሄዚ ግን ዋና ዋና ህዝብና ክፈልጦ ስለ ዘለዎ እንታይ እዩ ዝግበር ዘሎ መሰረቱስ እንታይ እዩ ኢልና ጨኒቑና ኣብ ብፍላይ ኣብ ሚድያ ከባቢ ዘለና ወዮ ብሓደ ኮይኖም ሰቢሮም ሓቢሮም እዞም ተጋሩ እዚኦም ምስ ከመይ ዝመሰሉ ጀጋኑ እዮም እቲ ዋና ጥንካሬኦም እቲ ዋና ማንም ዘየሸንፎም ሚስጥሮም ሓድነት እዩ ሓድነቶም ዝጠንከረ እዩ ኢሉ በዓል ፕረዚደንት ኢሳያስ ኣፈወርቂ ከምኡ እንትዛረብ ትዝ ይብለኒ ኩሎም እቶም ኣብ ማእኸል ዓዲ ዝነው እ፣ ምሩኻትን ዘይምሩኻትን ናይ ብልፅግና እ፣ ኣባላት እንትዛረቡ እንተለዉ ትዝ ይብለና ኣብ ሙሉእ ዓለም ዘሎ ህዝብና እ፣ ጥራሕ እንተይኮነስ ኣብ ሙሉእ ዓለም ዘሎ ማሕበረሰብ እውን ዲፕሎማት ናይ ብዛዕባ ናይ ኢትዮጵያ ብዛዕባ ናይ ትግራይ ውግእ ዝፈልጥ ዝነበረ ዝዛረበሉ ዝነበረ ከመይ ዝመሰለ እዩ ዝህዝቢ እዙይ ሓድነቱ ጠንኪሩ ዝኹለይ ሸውዓተ ሸሞንተ ዓድታት ወጺኦም መጺኦም እናሃለዉ ምስ ኩሉ ሓይላተን ቻይና ይቐሪ ዩናይትድ ዓረብ ኣምሬታ ይቐሪ ኢራን ይቐሪ ኤርትራ ይቐሪ ሙሉእ ናይ ኢትዮጵያ ሰራዊት ይቐሪ እንታይ መቆፂርካ ሰፊርካ ዘይውዳእ መፅኡ እናሃለወ ዘይሽነፉ ከመይ ዝመሰሉ ህዝቢ እዮም ጥይት ተተኳሲ ምጭራስና እዩ ቁርተ የዳኺምና እምበር እዙ ህዝቢ እዚስ ከመይ ዝመሰለ ህዝቢ እዩ እንኳን ንኢትዮጵያ ንካሊእ ንሙሉእ ዓለም ክጠቅም ይኽእል እዩ ኢሉ ማይክ ሃመርስ ዝተዛረበሉ ጥንካሬ ዝነበረና ንምንታይ እዩ ፈረስ ፈሪሱ ዝንዮ እንታይ እዩ ተፈጢሮም ማእኸሎም ቀደም ኣትሒዞም ፅልእ ድዮም ነይሮም ገለ መለ ዝኩለይ ሕቶ ከም ዝህልወኩም ምንም ጥርጥር የብለይን ናይ ባዕለይ እውን ስለ ዝኾነ ዝኾነ እዩ እዚ ንምፍላጥ ግን ብዙሕ ፃዕሪ ጌርና ኣብ ውሽጢ ዘሎ ሰብ ሙሉእ ሓበሬታ ይወና ኣሎ ሙሉእ በቃ ብዙሕ ግዜ ዝወድአ ሓበሬታ ኢና ረኪብና ኣዝዩ ኣይኮነን ከም ዘይኮነን ዝብል እንተልዩ ይምፃእ ይሕተት ክነርኢ ኢና ሶርስና እቲ ህዚ ዘሎ ፍልፍልና ኣይንዛረብን ኣፍቂድና ክንዛረብ ንኽእል ኢና ግን ንህዚ እቲ ወፅኡ ዝኒሆ ክንነግረኩም ህዚ እንታይ ኢና ሒዝናልኩም መፂናና ዋና ርእስትና ኣለም ገብረዋህድን ጌታቸው ረዳን ንምንታይ እዮም ተፃሊኦም? መን እዮ ፃሊእዎም? መኣዝ እዮም ተፃሊኦም? እዙይ ኩለይ ተፈላለየ ካልእ የቕረ ናይ ኣውራጃ መልክዕ ዝሃብዎ ነይሮም በውራጃ በቃ ኣለም ገብረሃድ ከምዚ ዝብሎ ኣሎ ዘሎ ንጌታቸው ጌታቸው ካብ ደቡብ ስለ ዝኾነ እዩ ወለዱ ካብ ማእኸላይ ዞን ኮ እዮም መፅም ናይ ጌታቸው ክልቲኦም ስለዚ ንታ ትግራይ ንታ ንእሽተይ ንታ ፍሉስቶፕ እያ ዝበላ ኣርባዕተ ነጥቢ እያ ዝበላ ጌታቸው ንትግራይ እውን ዓሰርተ ሚልዮን ህዝቢ ዘለዋ ኣብ ሙሉእ ዓለም ዘሎ ክትፈላልይዋ ብኣውራጃም ብወረዳም በቃ ክንደይ ፀላእትና ፅዒሮም ግዒሮም ንዝሓለፈ ሚእትን ገለን ዓመት ካብ ምልልክ ጀሚሮም ዝፈተንዎ እምቢልዎም ዝነበረ ኣብዚ ናይ ሄዚ እዋን ዝሳኸዐሎም ዘሎ እንታይ ተፈጢሩ ታይ ተፈጢሩ ናይ ማን እውነት በውራጃነት እዩ ነይሩ ወይስ እንታይ ተፃሊእዎም ዝብል ሕቶታት ከም ዝህልወኩም ንፈልጥ ኢና ስለዚ ቀድም ኢለ እንታይ ኢለኩም ናይ ቁርተይ ጫፍ ክወኩም እየ ፓርት ዋን መዘክር ክንደይ ዝኣክል ሃፍታም ከም ምዃኑ መዘክር እንኡ ናይ ፍርዲ ፍትሒ ቢሮ ናይ ትግራይ ዋና ፕረዚደንት ነይራ ኣቦኡ ከዓመ ጀግና ተጋዳላይ ነይሩ ኢዱ ኣካሉ ንዓዱ ንህዝቡ ዝሃበ እዩ ናይ ባዕሉ ስሕተትን ናይ ባዕሉ ድኽመትን ጥንካሬን ጎደሎን እንደልእዎ ኣለዎ መሊኡ ግን ሀዚ ንሱ ኣይኮነን ኣርእስትና ኣርእስትና መዘክር ግን ኣለዎ እዩ ውሽጡ እዚ መዘክር ኣሎ እዩ መዘክር ሃፍታም እዩ ሰማዕተይ እዚ ሰብ እንትሪኦ እንተሎ ካባይ ጀሚሩ ኣነ ብጣዕሚ እዩ ገሪምኒ ክትሪእዎ ዘለኹም ኩስምን ኢሉ ኣንያ ነገር ጭኹዳም እዩ ንእሽተይ በቃ ምንም ነገር ዘለዎም ኣይመስልን ግን እንትሰምዑ እንተለኹም ታሪኹም ሚልዮናት ሚልዮናት ዘውፅእ ማኻየን እዩ ዝሕዝ ነይሩ እቲ ውግእ እንተይተልዓለ እቲ ገንዘብ ክቡር እናሃለወ ዓሰርተ ሚልዮን ተውፅእ መኪና እያ ነይራ መኪኑ ካልእ ስሕደግዎ እሞ ነታ ብእግሩ ዝኸደላ ዝነበረ መንእሰይ እዙ እንግዲህ ምንም ዝነገዶ ዝሰርሖ ገለመለ ንሕና ብዙርሕ ካልእ ግዜ ክንመፁ ኢና ናቱ መስመር ሒዝና ግን ከ ሓደ ኣብ ምዕራብ ትግራይ ተገምጊማ ነይራ እያ ኣዲኡ ኣብ ምዕራብ ትግራይ ዝኩለ ሕርሻ ናይ ሰሊጥ ኣለኪ እዩ ተቢላ ተገምጊማ ናተይ ኣይኮነን ናይ ወደ እዩ ናይ መዘክር እዩ ኢላ ነይራ ኣብ ሱዳን እውን ከይዱ ምስ ኣቦኡ ኣምባሳደር ኮይኑ እናሃለዉ ኣብኡ ነይሩ እዩ ግን ብዙሕ ብዙሕ ነገር ኣለንዎ ዝሰማዕናዮ ሀዘ ኣይኮነን ናይ መዘክር ተሃፍቱ እየ ክዛረብ ደልየ እምበር ካሊእ ዝብሎ ነገር የብለይን ምክንያቱም ሃፍቱ እዩ ኣብ ኣዲስ ኣበባ ኮይኑ ናይ ዓብዪ ኣሕመድ ዝኩለይ ሃተው እንትብል እንተዛረብ እንተሎ ዓብዪ ኣሕመድ ዝዓስቦ እዩ ዝመስለና ነይሩ ካባይ ጀሚሩ ዕሱብ ባንዳ ንብሎ ነርና ግን መዘክር ገንዘብ ናይ ዓብዪ ኣሕመድ ኣይደልን ንዓብዪ ኣሕመድ እንዳውም ይወ ይኸውን ይወ ይኸውን እዮም ዝብሉና ዘለዉ እንደዛ ብዙሕ ብዙሕ ንብረት ኣኪቦም እዮም ኣብቱ ደገ እንትወፁ እንተለዉ ናብ ውግእ እንትወፁ እንተለዉ እውን ነብኡ ዝተውሃበ ገንዘብ ነይሮ ንሱ እውን ኣይመለሶን ኢሉ እንዳውም ባዕሉ ጽሒፉ ነይሩ። ሄዚ ግን እቲ ዋና ኣርእስትና ናይ ጌታቸውን ናይ ኣለም ገብረዋህድን እንታይ ኣጻሊእዎም ኢልናኩም ኢና ኢልና እያ እታ መልሲ ክንህበኩም መጺና ዝነና እዛ ነገር እዚኣ ግን እታ ናይ ዳንኤል ኣሰፋ እውን ከይትርስዕዋ ፓርቱ ዳኒኤል ኣሰፋ እንታይ ኢልናኩም ኢና ናይ ትግራይ ፋይናንስ ሓላፊ ዝነበረ እዩ እዮም እንተዘይተጋግየ ብቻን ይንበርም እቱ እንትወፁ እንተለዉ ግን እቱ 6 ቢልዮን ቅርሽን ዕስራ ኩንታል ወርቅን ሒዞም እንትወፁ እንተለዉ ንቆላ ተንብየን እቱ ሰራዊት ናይ ኢትዮጵያ እናደፍአ ምስ መፀ ናይ ኤርትራ እውን እናደፍአ ምስ መፀ እንትወፁ እንተለዉ ዘከፋፈሎም እገለ ክንዲዚኤን ወሲዱ እገለ ክንዲዚኤን ተውሂወንኦ ንግሎም ንክበልዕዎን ሰትይዎ ኣይኮነን ኒሰራዊት ያው ከመሓድርሉ እዩ ኣብ ሓደ ቦታ እንተኮይኑ እንድሕር ሀዚ ንኣብነት ኣብ ጌታቸው ጥራሕ እንድሕ ተቐሚጡ እሞ ጌታቸው እንድሕር ተትሒዙ ኩሉ እቲ ንብረት እውን ክውረስ ስለ ዝኾነ ብናይ ኢትዮጵያ ሰራዊት ክከፋፈለ ኣለዎ ተብሉ ተኸፋፊሎምዎ ዝነበሩ ዶኩሜንት ሒዙ ዝነበረ እዩ ዳንኤል ኣሰፋ ከድኩም እታ ዝሓለፈት ፓርቱ ረእይዋ ፓርቲ ዋን ፓርቱ ፓርቲ ስሪ እናበልኩም ረእይዎ እየ ዝብለኩም ዘለኹ ብስሩ እውን ሕዚ ግን እንታይ እዩ ኮይኑ ንምንታይ እዮም ተፃሊኦም ጌታቸው ረዳን ኣለም ገብረ ዋህድ እንተኢልኩ ብስልጣን ናይ ንምንታይ ፕረዚደንት ኮነ ፕረዚደንት ክኸውን ይግብኦን ኢሉኒ ገለመለ ገለመለ ዝበሃል ነገር የለን ስኡልካ ሓሰት እዩ ዘፃልኦም እንታይ እዩ ገንዘብ ንኣለም ገብረ ዋህድ ካብቲ ናይ ፋይናንስ እንትወፁ እንትኸዱ እንተለዉ ናብ ቆላን ተንብየን እንትወርዱ እንተለዉ ንኣለም ገብረዋህድ እቲ ዝበዝሐ ገንዘብ ተውሂብዎ ዝነበረ ተኣማኒ እዩ ተብሂሉ ተውሂብዎ ዝነበረ ንኣለም ገብረዋህድ እዩ ህዝታ ትርእይዋ ኣለኹም ፅሑፍ ትርእይዋ ዘለኹም ኣብ መዘክር ምልክት ገይረላ ዝነኹ መዘክር እንታይ ኢሉ ይፅሕፍ ብጣዕሚ መዘራረቢ ኮይኑ ስለ ዝነበረ እዩ እንትጋማገሙ እንትዛረቡ እንትመያየጡ ይውዕሉ ናይ ውድብ ህወሓት ኮይኖም እሞ ቀጥታ ከዓመ ካብቲ ኣኼባ ውፅ እንትብሉ እንተለው መዘክር ይፅሕፍ ነይሩ ኣብዚ ፌስቡክ ማለት እዩ ተን እናተዛረብዎን ዝወዓሉ ተን እናገበርዎን ዝወዓሉ ይፅሕፍና ይፅሕፍ ነይሩ ህዚ እቲ ዝፅሕፎ ዘሎ መዘክር ዝፅሕፎ ዘሎሲ ጌታቸው ሓበሬታ እናሃብካዩ እዩ ምክንያቱም ብጣዕሚ ጥብቂ ብሓደ እዮም ነይሮም ኣብቲ በረኻ እንተለዉ እውን ንቲ ንክልተ ዓመት ካብ በረኻ እናሃለዉ ሓደ ክልተ ፎቶግራፍ እውን ለጢፎም ነይሮም ብድሕሪኡ እውን ዝጠበቐ ዕርግነት እዩ ዘለዎም ዝደለዮ እዩ ዘብልዖ ጫቱ ይገዝአሉ መስቱ ይገዝአሉ ወደ መዘክር ንሱ እውን ይቕሕም ካሊእ እውን ካሊእ እውን ይገብሩ ማለት እዩ ብሓደ ኮይኖም ድሕሪ መስተ ድሕሪ ጫት ዝግበር ብዙሓት ነገር ኣሎ ናብኡ ህዘይ ንኣቶ ንርእስትና ንሱ ስለ ዘይኮነ ኣብኡ ግን ኩሉ እቲ ሓበሬታ እንታይ ይኸውን እዛ እንድሕር ሞቅ ካለኝ እኔም እንደዚህ ይል ነበረ ዝበላ ጌታቸው እንድሕር እዛ ቮድካ ከፍ ኣቢልካ እተን ጥዑያት መስተ ኣስተ እናሰተኻ እናዋጋዕኻ ጫትካ እናሓኸኻ እንድሕር ኮይና ዝሕባእ ሚስጢር ዝበሃል ነገር የለን ኣብ ጎኑ ጥራሕ ከፈል ዘሎ ዝኽዝኽ ከቢሉ እዩ ዝዛረበካ ዝኽዝኽ ኣቢሉ ሓንቲ ብሓንቲ ዝፈልጠን ከምዚ እኮ ኮነ እገለ እኮ ከምዚ ገበረ እገለ እኮ ከምዚ ወፀ እገለ እኮ ከምዚ ኣተወ እናበለ ናይ ውልቀ ሰበይ ይቐሪ ናይ ውድበይ ይቐሪ ናይ ሰራዊተይ ይቐሪ ኩሉ ኣብ ጥቕኡ ንዘሎ እዩ ዝዛረብ ኢሎምዎ እዚ ንሱ ይሰምዕ እሞ ወዲ ኣባዲ ዘሞ ከዓመ ኣብዛ ፌስቡክ ይፅሕፍ ይፅሕፍ ነይሩ እዚ ንስኻ ኣሕሊፍካ እቲ ዝህቦ ዘለኻ ኢንፎርሞሽን ሓበሬታ እትቦ ዘለኻ ንሕና እናተዛረብናሉ ዝወዓልና ወዲ ዘሞ ዝፅሕፎ ዘሎ ንስኻ ኢኻ ኣሕሊፍካ ውፅኢኻ እትህቦ ዘለኻ ይብልዎ ስለ ዝነብሩ ኣታ ከምዚ ይብሉን ኣለዉ እኮ እዮም ንኣይስ እኳ ከምዚ ይብሉን ኣብ ዓልቶም ገደል ይእተው ደለዩ ይኹኑ እዩ እናበለ ጌታቸው ከዓ ምስ የውግዕ እሞ ህዝቢ ወዲ ኣባዲ ዘሞ እንታይ ጽሒፍ እኒሆ ኩሉ ኣነ እናፀሓፍኩ ዝልጥፎ ሲ ጌታቸው ሁሉ ተሓበሬታ ጌታቸው ዝነግረኒ እዩ ዝመስሎም ግን ኣነ ኣብቲ ውድብ ዝዓበኹ ስለዝኾንኩ ውድብ ተወሊደ ውድብ ዝዓበኹ ስለዝኾንኩ ብጣዕሚ ብዙሓት ዝፈልጦም ሰባት ኣለውን እዮም ብዙሕ ሶርስ ኣለኒ እዩ ፍልፍል ኣለኒ እዩ እቶም ፍልፍል እዮም ዝውን ኢሉ ኣብ ኣፅሒፉ ለጢፉ ነይሩ ግን ተዋና ነገር እንታይ እያ ታዳ ናይ ኣለምና ጌታቸውን ተዓባይ ነጥቢ ዘጻልኦቶም እንተይልኩም እቲ ገንዘብ ንዓለም ገብረዋህድ ተውሂቡ ዝነበረ ይብሉና ኣለው ዞም ፍልፍልና ኣያዋራረድን ሕሳቡ ሓደ ከዋራረድ ድማ ይኽእልን እቲ ዶኩሜንት እውን የለን ግን ዝመለሰ ነገር ህዝ ጌታቸው ቴስዓ ሚሊዮን ቅርሺ ተውሂብዎ ነይሩ እቲ ቴስዓ ሚሊዮን ቅርሺ ካብቲ ቴስዓ ሚሊዮን ቅርሺ 30 ሚሊዮን ቅርሺ ካብ ወጪ ቀሪ ማለት እዩ መሊስዎ እዩ መሊሱ ገቢ ገይርዎ እዩ ናይ ህዝቢ ንብረት እዩ ናይ ካብ ኢፈርት ትእምት ዝተወሰደ ኣብ ባንኪ ዝነበረ ናይ ውድብ ኣብ ባንኪ ዝነበረ ናይ መንግስቲ እዩ እቲ ገንዘብ ሒዘምዎ ከይዶም ንምንታይ ሰራዊት ክምግቡ ኩሉ ነገር ሓደሓደ ነገር ዘድሊ ማንኛውም ነገር ብቻ ዝዕድጉሉ ዝነበሩ ተኸፋፊሎም ኩሎም ቶም መራሕቲ ኣዘዝቲ ሰራዊትን ቶም መራሕቲ ናይ ውድብን ዝነበሩ ሒዘምዎ ዝኸዱ እዩ ዕስራ ኩንታል ወርቂ ነይሩ ድሓረ እቲ ወርቂ ናብ ምንታይ ከም ዝወዓለ ንሱ እውን ኣብ ካሊእ ቪድዮ ብደንቢ ገይረ ክነግረኩም እየ ከመይ ገይሩ ናበይ ክኸደ እንታይ ክኾነ ብጣዕሚ ዓብዪ ዓብዪ ርእስቲ ኣለዎ ናይቲ ወርቂ ሄዚ ውዚ ንእትወን ኢና ግን ሄዚ ኣለም ገብረ እቱ ወዲ ኣባዲ ዘሞ መዘክር እንታይ ኢሉ ፅሕፍ ኣለም ገብረ ዋህድ ቴስዓ ሚልዮን ማለት ሸሞንተ ሚእቲ ሚልዮን ቅርሺ ሸሞንተ ሚእቲ ሚልዮን ቅርሺ ተውሂብዎ ነይሩ ግን ኣይመለሶን ካብ ወጪ ቅርሲ ኣይመለሰን ኢሉ ወዲ ኣባዲ ዞሞ ይፅሕፎ ብዙ እቲ ዋና መሰረት ዘፃልኦም ንስኻ ኢኻ ነገር እናሓለፍካ ኩሉ ነገር ግምገማ እንተይተካየደ ገለ ነገር እንተይተገብረ ዝምለስም ዘይምለስም እንተይፈለጥካ እቲ እናሓለፍካ ስምና ተጥፈአና ዘለኻ ተፃልእና ዘለኻ ንስኻ ኢኻ ኢሎም ምስ ጌታቸው ዘፃልኦ መሰረቱ እዚ እዩ እምበር ጌታቸው ስልጣን ክሕዝ የብሉን ኣይኮነን ጌታቸው ካብዚ ክልል ካብዚ ዞን ኣይኮ እዩ እሞ እዚ ክኸውን ኣይኮነን ጌታቸው ንምንታይ እናሰኸረ ዝውዕል እዩ ገለመለ ኣይኮነን ጌታቸው ናብ ቢሮ ኣትዩ ሰሪሑ ይፈልጥን ለይቲ ለይቲ መፅኡ ሰኺሩ መፅኡ ተን ተፀሓፋ ኩለን ነገር ፈሪሙ እዩ ዝወፅእ እምበር ምንም ነገር ዝሰርሖ ነገር ኣይኮነን ጌታቸው ኣብ ዝገርመኩም ኣብ ክልተ ዓመት ክንደይ መዓልቲ ናብ ቢሮ ከም ዝኣተወ ክነገረኩም እዩ ብጣዕሚ ዝገርመኩም ታፀሓፊቱ ሲ ናይ ጌታቸው ዝነበረት ብደንብ ኣርእስቲ ሒዝና ክንመፁ ኢና ግን ታፀሓፊቱ ሪኣቶ ይትፈልጥን ኣብ ክልተ ዓመት ስ ክልተ መዓልቲ ጥራሕ እያ ሪኣቶ ኣብ ክልተ ዓመት ኣብ ዓመት ሓንቲ ግዘ ማለት እዩ ቢሮ ይኣቱን ማለት ኣይኮነን ለይቲ ይመፅእ በቃ ንሱ ምዕጉ ሞቕ ኢልዎ እንተሎ ይመፅእ ምንም ነገር ስኽራን ክስታይ ኣይገብሮን ኢሎምዎ ካብ ስርሑ ኣየዘናግዖን ኢሎምዎ ኣብኣ መፅኡ ተፅሓፋ ይፍርም ክፀሓፍ ዝደልያ እንተኮይኑ እውን ኣብኣ ማስታወሻ ፅሒፉ ይገድፈላ እዚአን እዚአን እዚአን ኢልክ ፀሓፊ እዚ እዚ ኢሉ ይውፃእ እዚ እዚ ናብ ሚድያ ስደዱ እዚ እዚ ከምዚ ግበሩ ኢሉ ፅሒፉ ይኸይድ ለይቲ ማንም ኣይርእዮን ከም ዘብዐኛ እንተኮይኖም ኣብታ በሪ ዘለዉ ዝርእዎ እምበር ማንም ኣይርእዮም ትኣቱ እንትወፅእ ጌታቸው ረዳ ኣብ ክልተ ዓመትስ ክልተ መዓልቲ እየ ርእዮ መልክዑ ገፁሲ ክልተ መዓልቲ እየ ርእዮ ጌታቸው ኢላ ተዛሪባ እያ እታ ፀሓፊቱ ዝነበረት ስለዚ ናይ ኣይቱ ዝፃልእሉ ዘለውሲ ከምዚ ዓብዪ ነገር ጌርና ኢና እንወስዶ ዘለና ናይ ፖለቲካ ፍልልይ ናይ ንምንታይ ድሓረ ዝመፀ ኣለዉ ድሓረ ከምፀልኩም እየ ብጣዕሚ ሰፊሕ ናብ ጌታቸውን ዓብዪ ኣሕመድን ምስ ተራኸቡ ምስ ሽመልስ ኣብዲሳ ኮይኖም እንታይ ከም ዝገበሩ ንቲ ውድብ ከዓም ከመይ ገይሮም ከም ዝፈላልይዎ ዘለዎ ብዝርዝር ክንመፆ ኢና ተዋና መፃለየኦም ግን እዙ እዩ ናይ ውድብ ምሽጢር ሲን ናውፃ ካይትዛረብ ከምዚ ህዚ ዝዛረቦ ዘሎ ክንዲዙ ኩዒትና ቀቢርና ኣለና ታንክታት ክንዲዙ ኩዒትና መዳፍዕ ኣለውና ክንዲዙ ጥያይት ኣለና ክንድዙይ ሰራዊት እዩ ዘለና እምበር ክንድዙይ ኣይኮነን እቲ ንክልተ ሚእትን ሰብዓን ገለመለን ሽሕ እንብሎ ዝነበርናሓ ከምዚ እዩ ገለመለ ኢሉ ዝኽዚ ከቢሉ ዝዛረቦም ዘሎ ኩሉ ናይቲ ውድብ ናይ ኣኼባ ምሽጥራዊ ዝበሃል ኣይዝረብን እዙይ ንኸይዝረብ እንድሕር ተማሪኸ ኢሎም መልሓሶም ዝቆረፁ ካብ ፎቅ በዓልቶም ወርዊሮም ዝቐተሉ ሰናይድ ወሲዶም ዝስውእሉ ዝነበሩ ንምእንቲ ምሽጥር ከየውፅኡ ጌታቸው ከም ዝመሰለ ኣይፈልጥን ኩሉ ዘኽዚኹ እዩ ዝዛረቦ ጥራሕ ብፍላይ ብፍላይ እታ ክስታይ እንተጨቢጥካዮ እዛ ቮድካ ከ እንታጨቢጥካዮ በቃ እንተይፈለጥካዮ ሓደ ከምኡ እናተዛረበ ብጣዕሚ እናለፍለፈ ስለዚ ሰቲ ቶሎ ቶሎ እዩ ዝፀምኦ ይመስለና ቶሎ ቶሎ እዩ እዚ ቶሎ ቶሎ እዩ ዝሰቲ ንምንታይ እንቲ ትዛረብ እንተለካ እንድሕር ብዙሕ ትዛረብ ኮይንካ እንታይ ይኸውን ኣፍካ ይደርቕ ትሰቲ ማይ ኣይኮነን ግን ዝሰቲ ንሱ ኣልኮል እዩ ሰትዩ ምንም ኣፉ ምንም ኣይኮላተፍን ኢሎምዎ እንደገና እንዳውም እናፀረ እየ ዝኸይድ ኣፉ ዝለመደ እዩ እዚ ኣዲክትድ ስለ ዝኾነ ናይ ኣልኮል ኣዲክሽን ስላ ዘለዎ ከምኡ እዩ ብድሕሪኡ ከዓመ ዝግበር ብዙሕ ነገር ኣሎ ንሱ ከዓመ ኣብቲ ናይ ካልእ ግዜ ንመፅ ኢና ኣብ ዝቕፅል ከዓመ እንታይ ኢና ክነምፀልኩም ሰማዕተይ ሰፊሑ ንብረት እንእገለ ከመይ ኣሎ ጌታቸው ከ ንምንታይ ከ ተመረፀ ብዓብዪ ኣሕመድ? ዓብዪ ኣሕመድን ሽመልስ ኣብዲሳን ከ ንጌታቸው እንታይ ገይሮምዎ? ብድሕሪኡ ኸ ኣብቲ ፓርቲ እንታይ ተፈጢሩ? እቲ ፓርቲ ኸ እንታይ እዩ ክግበር ዘለዎ? ገምጋም ገደ ኸ ተኻይዱ እዩ? ምስ መዓስ ከ ተኻይዱ ናይቲ ውድብ? ገምጋም ሀዚ ንኣብነት ተገይሩ እዩ ጌታቸው ናብ ኣዲስ ኣበባ ሃዲሙ ምስ ከደ ማለት እዩ ሀዚ ግገሊኦም ዓለም ገብረዋሕድ ክንዲ ዝኣክል ፎቕ ኣለዎ ሓሙሽተ ሽዱሽተ ፎቕ ኣለዎ ዝብሉ ኣለዉ ዓሰርተ ዝብልዎ ኣለዉ ታደሰ ወረደ ክንዲዚ ፎቕ ኣለዎ ዝብልዎ ኣለዉ ክንደይ ከም ዘለዎም ንንሕድሕዲኦም ፈሊጥና ኣለና ዘይብሉን ዘለውን ክንታይ ከም ምዃነን ብርግፀኛ ፈሊጥና ኣለና ብርግፅ ዝኾነ ኣበይ ከም ምዃነን ተን ንብረት ዘለዋ እውን ናይ ጌታቸውስ ናይ ታደሰ ወረደስ ናይ ካልእትስ ኩሎም ክነምፀልኩም ኢና ንሕዚ ግን ኣብዚ ይኣኽለና ሕጽር ሕጽር እናበልና ስለ እነምጽኦ ድሓን ወዓሉ ድሓን ሕደሩ ቻው።